ንዓኻ ብዘይርድኣካ መንገዲ ነብስኻ ኣብ ማእከል ውቅያኖስ ክትረኽባ እሞ ኸኣ ወላ ሓንቲ ናይ ባሕሪ ተመክሮ ዘይብልካ ክንስኻ። ናይ ፊልምና ቀንዲ ገጸ ባህሪ ፓይ ድማ እዚ ሽግር እዚ የጋጢሞ ምስ ስድርኡ እንዳ ተጓዓዘ ከሎ እታ ዝነበርዋ መርከብ ጥሒላ ንሱ በይኑ ብህይወት ይተርፍ ካብኡ ዝገደደ ግን ኣብታ ህይወቱ ዘትረፈቶ ጃልባ ንሱ ዘይረኣዮ ካልእ ሓደ ጨካን ነብሪ ምስኡ ኣብታ ጃልባ ይጸንሕ። ነዚ ኩሉ ሽግራት ጥሒሱ ድማ ፓይ ብህይወት ናብ ዓዱ ክምለስ ድዩ ኣይምለስን እዩ ኣብ መወዳእታ ክንርእይ ኢና እንዳበልኩ ንሎማዓንቲ ሒዘልኩም መጽየ ዘለኹ Life of Pi ዘርእስታ ኣብ ሓቀኛ ዛንታ ዝተሞርከሰት ኣዝያ ብልጽቲ ናይ ህንዲ ፊልም እያ። ነዛ ፊልም ክሳዕ መወዳእታ ርኢኹም እንተፈቲኹማ ሓደራ ላይክ ምግባር ኣይትረስዑ እንዳበልኩ ቅድሚ ናብ ፊልምና ምሕላፍና ግን ከምዘን እትርእይወን ዘለኹም ብዓይነተን ኣዝየን ብሉጻት ብቕኒተን ድማ ብምኩራት ክራሪስት ዝተመስከረለን ክራራት ምስ ትደልዩ ዳዊት ክራር ይኹን ምርጫኹም እንዳበልኩ ንዳዊት ክራር ኮንታክት ክትገብርወን እትደልዩ ድማ በዘን ኣብዚ ገይረልኩም ዘለኹ ናይ ኢንስታግራምን ናይ ዋትስኣፕ ኣካውንትን ክትረኽብዎ ትኽእሉ ኢኹም ከምኡ ውን ካውይ ናይ ትግርኛ ዩቱብ ቻነል ኢና መጺና ምስ ትብልዎ ናይ ዕስራ ፐርሰንት ዲስካውንት ክገብረልኩም ምዃኑ እንዳነገርኩ ናብ ፊልምና ከሕልፈኩም። ፓይ ዝተባህለ ተማሃራይ እንዳረኣና እዩ ፊልምና ዝጅምር። ፓይ ንፉዕ ተማሃራይ ወላ እኳ እንተኾነ ብፍላይ ግን ኣብ ቁጽሪ መምሃራኑ ከይተረፈ እዩ ዘደንቖም ነይሩ። ባይ ኣቦኡ መካነ ኣራዊት ክህልዎ እንከሎ ኣዲኡ ድማ ናይ ኣታኽልቲ ተመራማሪት እያ። ሓደ መዓልቲ ድማ ተሓቢኡ ምስ ዓቢ ሓዉ ናብ ውሽጢ እቲ መካነ ኣራዊት ይኣትዉ። ባይ ብልቡ ኣራዊት ልክዕ ከም ናይ ሰባት ምክንኻን እንተተገይሩሎም ኣዝዮም ጥዑያትን ርህሩሃትን ፍጥረት እዮም ኢሉ እዩ ዝኣምን። ሽዑ ልክዕ ከም ሰብ ንፓርከር ዝተባህለ ነብሪ ብኢዱ ስጋ ሒዙ ከኾልሶ ይፍትን እሞ፣ እቲ ነብሪ ናብኡ ቅድሚ ምቕራቡ፣ ኣቦኡ መጺኡ የድሕኖ። ብተግባራት ወዱ ኣዝዩ ዝሓረቐ ኣቦኡ ድማ፣ ወዱ መንታን ክመሃር ኢሉ፣ ንፓርከር ሓንቲ ጤል የዳልወሉ እሞ፣ ፓርከር ድማ ጊጤ ሒዝዋ ይኣቱ። ካብታ ዕለት እቲኣ ንደሓር ድማ፣ ፓይ ኣብ ልዕሊ ኣራዊት ዝነበሮ ኣረኣእያ ምሉእ ብምሉእ ይቕየር። ቀስ ብቐስ እውን ዕድመ እንዳወሰኸ ይመጽእ እሞ፣ ፓይ ዝበዝሐ ግዜኡ ዘሕልፈሉ ዝነበረ፣ ኣብ ምንባብ እዩ ነይሩ። ሓደ መዓልቲ እውን ናይ ነገር ጎበዝ ከይተርፍ ምስ ሓንቲ ትስዕስዕ ዝነበረት ጓል ናይ ዓይኒ ፍቕሪ ይሕዞ እሞ ኣብ ደገ ወፅዩ እውን ይላለያ። በዚ ዝተላለዩ ፓይን ኣዲንያን ክልቲኦም ተፋትዮም ፍቕሪ ይጅምሩ። ሓደ መዓልቲ እውን ናብቲ ናቶም መካነ እንስሳ ወሲዱ ንፓርከር የላልያ። ኣብዚ ግዜ እዚ ግን ሓደ ዘሕዝን ነገር ይፍጠር። ንሱ ከዓ እቲ መካነ እንስሳ ናይ ኣቦኡ ኣብ ከቢድ ክሳራ ይኣቱ እዩ። ኣማራጺ ስለ ዘይብሎም እውን ነቶም ዘለዎም እንስሳታት ሸይጦም ናብ ካልእ ሃገር ንኽስደዱ ይውስኑ። ፓይ በዚ ነገር ስለ ዘይተሰማምዐ ነቦኡ ካልእ መፍትሒ ነምጽእ ኢሉ ክጨቓጨቖ ዋላ ተጀመረ። ኣቦኡ ግን ካልእ መፍትሒ የለን ብምባል ነዚ ዓዲ ገዲፎም ክስደዱ ስለ ዝኾኑ ንኽዳለዉ ይነግሮም። ኣማራጺ ዘይብሉ ፓይ ድማ ንኣናድያ ከይዱ ይፋነዋ እሞ ኣናድያ ውን መዘከርታ መንታን ክኾኖ ሓንቲ ብፈትሊ ዝተሰርሐት ብራስሌት ኣብ ኢዱ ትኣስረሉ። ፒ ንኣናድያ ካብ ዝሰናበት ኣትሒዙ ወላ ኣብ ጉዕዝኡ ክሳዕ ሕጂ ብዛዕባኣ ምሕሳብ ኣየቋረጸን ዘሎ። ሽዑ ናይ ድራር ሰዓት ኣኺሉ ኣብታ ዝነበርዋ መርከብ ኩሉ ሰብ ድራሩ ክበልዕ በብያቱ ሒዙ ይመጽእ እሞ ኣብዚ ግዜ እዚ ግን ሓደ ሽግር ይፍጠር ንሱ ከኣ ኣዲኦም ንበዓል ፓይ ብእምነታ ምኽንያት ስጋ ክትበልዕ ኣይፍቀዳን እዩ። እቲ ዝነበረ መግቢ ድማ ስጋ ስለ ዝኾነ ሼፍ ናይታ መርከብ ካልእ መግቢ እንተሎ ኢላ ትሓቶ እሞ እቲ ሼፍ ግን ሕማቕ ሰብ ስለ ዝነበረ ዋላ እንተሃለወ ንዓኺ ይቅርበልክን እየ ብምባል ገታር መልሲ ይምልሰላ። በዚ ዝሓረቐ ኣቡኡ ንፓይ ድማ እቲ ሼፍ ክዋጠጥ ይጅምር። ደሓር ግን ፓይን ካልኦት ተሳፈርቲ ናይታ መርከብን ኮይኖም የጋላግልዎ እሞ ጸኒሑ ድማ ሓደ ካብቶም ተሳፈርቲ ናይታ መርከብ ናይ ስጋ መረቕ ከም ስጋ ይሕሰብኒ ብምባል ነቲ መረቑ ጥራይ ክወስድዎ ይሓቶም እሞ እንተኾነ ግን ፓይን ስድርኡን ክቕበልዎ ኣይከኣሉን። እታ መርከብ ኣብ ሓደ ሞናርክ ትሪክ ዝተባህለ ቦታ ምስ በጽሐት ከቢድ ናይ ማዕበል ነውጺ የጋጥማ። እቲ ማዕበል ካብ ምሒር ምኽባዱ እውን ነታ መርከብ ናብዝን ናብትን ከናውጻ ይጅምር። በዚ ማዕበል ዝተበራበረ ፓይ ድማ ካብ ድቃሱ ተበራቢሩ ናብ ላዕለዋይ ቦታ ናይታ መርከብ ይወጽእ እሞ ኣብ መጀመርታ በቲ ዝሪኦ ዝነበረ ነገር ተሓጒሱ ዓው ኢሉ ወላኮ ይግዕር እንተነበረ ደሓር ግን ኣዝዩ ብዙሕ ማይ ናብታ መርከብ ክኣቱ ምስ ጀመረ ፈሪሑ ስድርኡ ንምድሓን ተመሊሱ ንላዕሊ ይወጽእ። ኣብዚ ድማ ዝገደደ እቶም ሰራሕተኛታት ናይታ መርከብ ንፓይ መንሳፈፊ ፕላስቲክ ገይሮም ናብ ሓንቲ ናይ ላይፍ ሴቨር ንእሽተይ ጃልባ ስንድውዎ። በቲ ዝነበረ ዕግርግር ድማ ዝነፈጸት ኣድጊ በረኻ መጺኣ ኣብታ ጃልባ ትዓልብ እሞ እታ ፓይ ዝነበራ ጃልባ ገመዳ ተቖሪጹ ካብታ መርከብ ትፍለ። እቲ ዝነበረ ብርቱዕ ማዕበል ድማ ነታ ጃልባ እንዳጋጨወ ካብታ መርከብ ኣዝዩ ከም ትርሕቕ ይገብራ እሞ፣ እኳይ ዝገበረ ገይሩ ነቶም ኣብታ መርከብ ዝነበሩ ሰባት ክጽውዖም ወላ እኳ እንተ ፈተነ፣ ክሰምረሉ ግን ኣይከኣለን። ኣብ መንጎ እውን ሓደ ሰብ ናብኡ እንዳ ሓንበሰ ክመጽእ ይርኢ እሞ፣ ገመድ ሰንድዩ ድማ ናብኡ ከም ዝመጽእ ይገብሮ። እንተዀነ ግን እቲ ክሕንብስ ዝጸንሐ ሰብ ዘይኰነ፣ እቲ ብቝልዕኡ ምስኡ ዝዓበየ፣ ፓርከር ነብሪ ኮይኑ ይጸንሕ። ፓይ ፓርከር ምዃኑ ምስ ረኣየ ድማ ብቕጽበት ነጢሩ ናብቲ ባሕሪ ዋላ እኮ እንተ ኣተወ። ኣብቲ ውሽጢ ኮይኑ ግን እታ ዝነበርዋ መርከብ ምሉእ ብምሉእ ክትጥሕል ምስ ረኣየ ተስፋ ከም ዘይብሉ ተረዲኡ ንላዕሊ ይወጽእ። ንፓርከር ስለ ዝፈርሖ ድማ ምሉእ ምሸት ኣብቲ ኣብቲ ጫፍ ናይታ ጃልባ ዘሎ ነዊሕ ዕንጨይቲ ተንጠልጢሉ ይሓድር። በቲ ሓደ ድማ ብምሉኦም ስድርኡ ብምኽሳሩ ካብ ዓቐን ንላዕሊ ዘይከኣል ሓዘን ኮይንዎ ሙሉእ ለይቲ ክበኪ ይሓድር ኣብቲ ጫፍ ተጠልጢሉ ድሕሪ ምሕዳር ከም ዘይነግህ የለን እታ ምሸት ትነግህ እሞ ፓይ ናብ ማእከል ናይታ ጃልባ ከይዱ ነቲ ብታ ጃልባ ዝነበረ ማይ ከውጽኦ ይጅምር ኣብዚ ሰዓት እዚ ግን ሓደ ዘሰንብድ ነገር ይፍጠር ንሱ ከኣ ኣብታ ጃልባ ፓይ ዘይረኣዮ ሓደ ዝብኢ ይጸንሕ በዚ ዝብኢ ዝሰንበደ ፓይ ድማ ከይፈተወ ናብታ ዝነበራ ቦታ ይምለስ ኣብ መንጎ ግን ሓንቲ ጉሪላ ኣብ ዘሰንፍፍ ፕላስቲክ ኮይና ናብኦም ክትመጽእ ኮላ ይሪኣሞ ብዕንጨይቲ ስሒቡ እውን ናብታ ጃልባ ይድይባ። ፓይ እታ ጉሪላ ቁሩብ ክትረዳዳእ ጥል ምዃና ስለ ዝተረድኦ ደቅኺ ኣበይ ኣለዉ ኢሉ ይሓታሞ እታ ጉሪላ ድማ ዘረብኡ ተረዲኣ ናብቲ ባሕሪ እናጠመተት ብምሉኦም ደቃ ኣብቲ ባሕሪ ከም ዝሞቱ ተረድኦ። ፓይ ድማ ምልክታ ተረዲእዎ ካብ ልቡ ይሓዝን። ብዙሕ ከይጸንሐ እውን እቲ ኣሸጋሪ ዝብኢ ናብቲ በረኻ ክለኽፋ ይጅምር እሞ ፓይን እታ ጉሪላን ኮይኖም ወላ ክከላኸሉላ ተፈተኑ፣ እንተኾነ ግን ነቲ ዝብኢ ክስዕርዎ ኣይከኣሉን፣ ኣብ መወዳእታ ድማ ነታ ኣድጊ በረኻ ይቐትላ። ቁሩብ ጸኒሑ ግን ፓይ ሓደ ጽቡቕ ነገር ይረክብ፣ ንሱ ከኣ እታ ዝነበርዋ ጃልባ ናይ ላይፍ ሴቨር ብምዃና ሓደ ሓደ መግብታት፣ መንሳፈፊ ፕላስቲካትን ካልእ ጥቕሚ ዘለዎ ነገራትን ረክብ'ሞ ንትኡ ዝነበረ ንብረት ኣኪቡ ንእሽተይ ዘንሳፍፍ ፕላስቲክ ብምግባር ንእስ ዝበለት ናቱ ጃልባ ይሰርሕ። ኣብዚ ሰዓት እዚ ግን ሃንደበት ጸጊበ ዘይፈልጥ ዝብኢ ነቲ ኣድጊ በረኻ ቀቲሉ ሕጂውን ሕሉፍ ሓሊፉ ነታ ጉሪላውን ኣሳቒ ይቐትላሞ ብሞት ናይታ ጉሪላ ዝሓረቐ ፓይ ድማ ነቲ ዝብኢ ብኢዱ ክቆርቶ ይፍትን። ኣብ መንጎ ግን በዚ ጸኒሑ ዘይተባህለ ፓርከር ነጢሩ መጺኡ ነቲ ዝብኢ ብምጉባጥ ብኡ ንብኡ ይቐትሎ። ንፓርከር ዝረኣየ ፓይ ድማ ነጢሩ ናብታ ባዕሉ ዝሰርሓ ጃልባ ይሃድም። ቁሩብ ጸኒሑ ኸኣ ፓይ ደቂሱ ከም ዘሎ ምስ ረኣየ ሓደ ሓደ መግብታት ክወስድ ናብታ ጃልባ ይመጽእ እሞ ኣብታ ጃልባ ዝረኸቦ መግቢ እንዳበልዐ ከሎ ግን ፓርከር ሃንደበት ተባራቢሩ ነጢሩ ናብ ፓይ ይመጽእ። ፓይ ዝገብሮ ጠፊእዎ ደንበርበር እንዳበለ ከሎ ግን ናይ ዕድል ነገር ሓንቲ ኣንጭዋ ሒዙ ናብ ፓርከር ይድርብየሉ እሞ መግቡ ዝረኸበ ነብሪ ድማ ንፓይ ርስዮ ንድሕሪት ይምለስ ፓይ ድማ ቦንቦ ናብ ጃልቦ ይነጥር ሽዑ ኸኣ እታ ዝነበረት መዓልቲ ተወዲኣ መሬት ይመስሞ ኣብ ማእኸል ባሕሪ ንበይኑ ኮይኑ እንታይ ክገብር እዩ ብምባል ብጭንቀት እንዳነበዐ ነታ ለይቲ የሕልፋ ድሕሪ ክንደይ ጭንቀትን ንብዓትን ድማ እታ ለይቲ ትነግሃሉ። ወረቐት ጽሒፉ'ውን ኣብ ሓደ ዘንሳፋልል ፕላስቲክ ብምእሳር ናብቲ ባሕሪ ይድርብዮ። ምናልባት እታ ፕላስቲክ ሰባት ተረኪቦማ በቲ'ብቲ ወረቐት ዝጸሓፎ ገይሩ መንታ እንክረድእዎ ገለ እንተሓገዘኒ ብምባል እዩ። በታ ኣብታ ጃልባ ዝረኸባ መጽሓፍ ገይሩ ከመይ ገይሩ ነብሱ ከድሕን ከምዘለዎ ክመራመር ይጅምር። በቲ ብታ መጽሓፍ ዘንበቦ መምርሒታት ተጠቂሙ ድማ ነታ ጃልባ ናብዝን ናብትን ከናውጸይ፣ ናይዛ ጃልባ ምንዋጽ ድማ ንፓርከር ከብዱ ከዕገርግሮ ይጅምር። ፓይ ወላ ምስ ፓርከር ተሰማሚዑ ኣብታ ጃልባ ክኣቱ እንተፈተነ፣ እንተኾነ ግን ፓርከር ሕጂውን እቲ ገንጫር ባህሪኡ እዩ ገደፎን ዘሎ። ፓርከር እንተጠምዩ ክበልዓኒ ይኽእል እዩ ዝበለ ፓይ ድማ ንፓርከር ክቕልቦ ግዴታ ይኾኖ። ንፓርከር ክቕልቦ እንተኾይኑ ድማ ናይ ግድን ዓሳ ከመይ ገይሩ ገፍፍ ክመሃር ኣለዎ። ኣብዚ ግዜ እዚ ግን ጥሜት ዝበርትዖ ፓርከር ባዕሉ ናብቲ ባሕሪ ኣትዩ መግቡ ከምጽእ ይፍትን እሞ እንተኾነ ግን ወላ ሓደ ዓሳ ክሕዝ ኣይከኣለን። ተመሊሱ ውን ናብ ፓይ ገጹ ዳሓንበሰ ክመጽእ ይጅምር እሞ ነዚ ዝረኣየ ፓይ ድማ ነጢሩ ናብታ ጃልባ ይድይብ። ፓርከር ናብኡ ከይድይብ ድማ ነታ ባዕሉ ዝሰርሓ ንእሽተይ ጃልባ እውን ምስኡ ይማልኣ። ኣብ መጀመርታ ወላ ኮፓይ ጨኪኑ ነዛ ዕድል ተጠቂመ ንፓርከር ክቐትሎ ኣለኒ ብምባል ፋስ ሒዙ ንፓርከር ክቐትሎ ተፈተነ፣ እንተኾነ ግን ውሽጡ ክጭክነሉ ኣይከኣለን። ፈተወ ድማ። ንሱ ናብታ ዝነበራ ባዕሉ ዝሰራሓ ጃልባ ተመሊሱ ፓርከር ናብታ ናይ ላይፍ ሴቨር ጃልባ የድይቦ። ሓደ መዓልቲ ድማ ፓይ ሓደ ዓሳ ይገፍፍ እሞ ነቲ ዓሳ ስለ ዝቐተሎ ግን ካብ ልቡ ይበኪ። ቁሩብ ጸኒሑ ግን ኣምላኽ ነዚ ዓሳ ሂቡ ህይወቱ ስለ ዘትረፈሉ ካብ ልቡ የመስግን እሞ፣ ነቲ ዝገፈፎ ዓሳ ድማ ንፓርከር ይህቦ። ምስ መሰየ'ውን ፓይ በትብቲ ባሕሪ ዝሪኦ ዝነበረ ጽባቐ ናይ ታሕተዋይ ምድሪ ተገሪሙ ምስቶም ንኣሽቱ ዓሳታት እንዳተጻወተ ከሎ ሓደ ኣዝዩ ዓቢ ዓሳ መጺኡ ንፓይ ክበልዖ ይፍትን። ዕድል ጌሩ ወላ'ኮ ፓይ ህይወቱ እንተተረፈ እቲ ምስኡ ሒዝዎ ዝነበረ ኩሉ መግብን ማይን ግን ብምሉኡ ናብቲ ባሕሪ ይጥሕል። ሽዑ ንጽባሒቱ ፓይን ፓርከርን ክልቲኦም ዝበልዕዎ ስኢኖም ኣብ ጭንቀት ከለዉ ብንፋስ ዝተሳሕቡ ንኣሽቱ ዓሳታት ናብኦም ገጾም ክመጹ ይጅምሩ። ፓይ ድማ ናይ ዕድል ሓደ ዓቢ ዓሳ ይሕዝ እሞ ነቲ ዓሳ ምስ ፓርከር ተማቒሉ ብሓንሳእ ንመጀመርታ ግዜኦም ክልቲኦም ተኻፊሎም ክበልዕዎ ይጅምሩ። ቀጺሉ'ውን ንሱብታ ዝሰርሓ ጃልባ ምዃን ንዕኡ ሓደገኛ ስለ ዝኾነ፣ ምስ ፓርከር በቦትኦም ፈሊጦም ነታ ጃልባ ንኽማቐልዋ ይውስን። ብጥበብ ተጠቂሙ ድማ ንፓርከር ብምፍርራሕ ኣብታ ጃልባ ደዶቦም ከም ዝሕዙ ይኾኑ። ፓይ ከምዚ ምግባሩ ምስቲ ኣብታ ጃልባ ዘሎ ነብሪ ሰላም ፈጢሩ ጥራይ ዘይኮነ፣ ነቲ ጀሚርዎ ዘሎ ዘይፈልጦ ጉዕዞ ድማ ኣብ ሓንቲ ጥራዝ እንዳጸሓፈ ታሪኹ ንኽስንዶ ክሕግዞ ይጅምር። ቀጺሉውን ሓደ መዓልቲ ብርሑቕ ሓንቲ መርከብ ብጥቕኡ ክትሓልፍ ይሪኣ እሞ ተቓላጢፉውን ናይ ሓባሪ ምልክት ጥይት ንላዕሊ ይትኩስ። ሕማቕ ዕድል ኮይኑ ግን ካብታ መርከብ ወላ ሓደ ሰብ ነቲ ናቱ ምልክት ዝርኣዮ የለን። ፓይ ወላኮ ካብ መዓልቲ ናብ መዓልቲ ተስፋ ዘቑርጽ ነገራት እንተጓነፎ፣ ንሱ ግን ፈጺሙ ተስፋ ኣይቆረጸን። ሓደ ምሸት ውን ኣብቲ ባሕሪ ናይ ብዙሓት እንስሳታት ምስልን ከምኡውን ናይ ኣዲኡ ምስልን እታ ዝጠሓለት መርከቦምምን ሓዊስካ ብስእለ ኣእምሮ ክረኣዩ ይጅምር። በዚ ድማ እታ ንዕኡን ንስድራቤቱን ሒዛ ዝነበረት መርከብ ምሉእ ብምሉእ ከም ዝጠሓለት ይርድኦ። ሕጂ እውን እንተ ዀነ ፓይ ተስፋ ብምግባር ነቲ ዕለታዊ ዘጋጥሞ ዝነበረ ነገራት ኣብታ ድያሪኡ ክስንዶ ይጅምር። ሃንደበት ግን በዚ መጺ ዘይተባህለ ህቦቡላ ንፋስ ይጅምር እሞ ብኡ ንብኡ ማዕበል ተላዒሉ ነታ ጃልባ ከናውጻ ይጅምር። እታ ፓይ ዝጽሕፈላ ዝነበረት ድያሪ እውን ካብ ምሒር ምብርታዕ ናይቲ ንፋስ ካብ ኢዱ ትሞልቆ። እንታይ ክገብር ከም ዘለዎ ዝሓርበ ቶፓይ ድማ ዓው ኢሉ ናብ ሰማይ እንዳጠመተ እዚ ማዕበል ንኸቋርጽ ናብ ፈጣሪ ክልምን ይጅምር። ናብ ፓርከር ምስ ረኣየ ድማ ፓርከር እውን በቲ ማዕበል ተናዊጹ ካብታ ጃልባ ንኸይወድቕ ኣብ ጻዕሪ ከም ዘሎ ይሪኦ እሞ ደጊሙ ፓይ ናብ ፈጣሪ ኣብዚ ሰብ ዘይብሉ ውቅያኖስ ነቲ ሓደን እንኮን ዓርከይን ኣይትውሰደለይ እንዳበለ ዓው ኢሉ ከማርር ከሎ ንሪኦ። ደሓር ግን ኣብ ትሕቲ ቴንዳ ናይታ ጃልባ ብምእታው ንጊዚኡ መጽለሊ ይረክብ እሞ ቁሩብ ጸኒሑ እውን እቲ ማዕበል ዝግ ይብል። ኣብ መወዳእትኡ እውን ፓይ ሓይሉ ንምሕዳስ ካብቲ ዝዘነበ ማይ ይሰቲ እሞ ነቲ ተዳኺሙ ዝነበረ ፓርከር እውን ዝተወሰነ ማይ የስትዮ። ፓርከር ኣብዚ ሰዓት እዚ ኣዝዩ ተዳኺሙ ስለ ዝነበረ ፓይ ኣብ ሰለፉ ገይሩ ልክዕ ከም ከልቢ ከጸናንዖ ይጅምር። ቁሩብ ጸኒሑ ግን ፓይ እውን ንባዕሉ ሓይሉ ተዳኺምዎ ናብ ኣፍ ደገ ሞት ይቃረብ። ድሕሪ ዝተወሰነ ግዜ ግን ፓይ ሃለዋቱ ምስ ፈለጠ እታ ጃልባ ኣብ ሓደ ቀጠልያ ደሴት በጺሓ ይርኣ። ፓይ ብቕልጡፍ ናብታ ደሴት ወሪዱ ካብትኡ ዝጸንሑ ኣሕምልቲ ብምምጋብ ጥሜቱ ከዐንግል ከሎ ንርእዮ። ናብ ውሽጢ ናይታ ደሴት ምስ ኣተወ እውን እታ ደሴት ብቐጠልያ ጉንዲ ዝመስል ኣግራብ ዝተሸፈነት ኮይና፣ ኣብ ውሽጣ እውን ንኣሽቱ ዲጋታት ከም ዘለዋ ይርኢ። ብዘይክ እውን ኣብዛ ደሴት ብዙሓት ምጹጽላይ ዝመስላ እንስሳ ስለ ዝነበራ፣ ፓርከር እውን ተሓጒሱ ካብተን ምጹጽላይ ክምገብ ይጅምር። ፓይ እውን ብወገኑ ኣብቲ ዝረኸቦ ንኣሽቱ ዲጋታት ብሓጎስ ክዘናጋዕን ክሕንብስን ከሎ ንርእዮ። ቀጺሉ እውን ኣብቲ ጫካ ኮለል እንዳበለ ከሎ ነታ ኣፍቃሪቱ ኣዳ ሂባቶ ዝነበረት ናይ ኢድ ብራስሌት ኣብ ትሕቲ ሓደ ገረብ ይኣስራ። ኣጋ ምሸት ከባቢ ግን ሓደ ነገር ይፍጠር። ንሱ ከኣ ብሙልእን ኣብቲ ከባቢ እታ ንእሽተይ ዴጋ ዝነበራ ምጹጹላይ ናብቲ ውሽጢ ስቂያካ እንዳ ጎየያ ክኣትዋ ይጅምራ። ፓይ ውን በዚ ነገር እዚ ተገሪሙ ክፈርሕ ይጅምር። ዘየፍርሕ ውን ኣይኮነን ምኽንያቱ ኣብታ ንጎ ዝሕምብሰላ ዝነበረ ንእሽተይ ዲጋ ብዙሓት ዓሳታት ሞይቶም ከምኡ ውን እታ ደሴት ከም ናይ ጓል ቅርጺ ኮይና ትረኣዮ። ፓይ ጥዑይ ገይሩ ናብታ ንእሽተይ ዲጋ ኣስተውዒሉ ምስ ጠመተ ድማ፣ ኣብ ውሽጢ እታ ንእሽተይ ዲጋ ናይ ሰብ ስኒ ዝመስል ይርኢ። በዚ ድማ ሓደ ነገር ይንጽረሉ፣ ንሱ ከኣ እቲ ዝሕምብሰሉ ዝነበረ ማይ ምሸት ምሸት ናብ ኣሲድ ብምቕያር ነቲብቲ ማይ ዘሎ ህይወት ዘለዎ ፍጥረት ኩሉ ብኡ ንብኡ ከም ዝቐትሎ ይርድኦ። እዚ ናይ ሰብ ዝመስል ስኒ እውን ምናልባት ከምፓይ ሓደ ሰብ ጠፊኡ ናብታ ደሴት መጺኡ'ሞ ብምሸት ክሕምብስ ክብል ኣብኡ ከም ዝሞተ ይርድኦ። መወዳእትኡ እውን ከምቲ ኡይ ሞይቱ ዘሎ ሰብ መንታን ከይከውን ፓይ ብኡ ንብኡ ካብዛ ደሴት ወጺኡ ናብ ሰብ ዝርከቦ ቦታ ንክኸይድ ይውስን። ብህጹጽ ድማ ንጽባሒቱ ዘድልዮ ስንቅታት ብምድላው ንፓርከር ብፊስካ ገይሩ ይጽውዖ'ሞ ክልቲኦም ናብ ጃልባኦም ብምድያብ ነቲ ጉዕዞ ይጅምርዎ። ድሕሪ ክንደይ ጻዕሪ ድማ ፓይ ካብ ጃልባኡ ብምውራድ ናብ ሓደ ሑጻ ዝመስል መሬት የጸግዓ'ሞ ካብ ምሒር ድኻም'ውን ኣብቲ ደንደስ ናይቲ ባሕሪ ኮይኑ ንፓርከር ክርእዮ ይጅምር። ፓርከር ግን ካልኣይ ግዜ ንድሕሪት ከይጠመተ ብኡ ንብኡ ናብቲ ጫካ ይኸይድ'ሞ ፓይ ወላ'ኮ ጽቡቕ ገይሩ ክፋነዎ ደልዩ እንተነበረ ክኾነሉ ግን ኣይከኣለን። ብዙሕ ከይጸንሑ'ውን ናይቲ ከባቢ ሰባት ንፓርከር መጺኦም እናረድእዎን፣ ነቲ ዝፈትዎ ዓርኩ ጥዑይ ገይሩ ከይተፋነዎ ካብኡ ብምፍላዩ እንዳሓዘነ ርኢና ፊልምና ላይፍ ኦፍ ፓይ ኣብዚ ትውድእ። እሞኸ ተኸታተልትና ነዛ ፊልም ከመይ ረኺብኩማ? መብዛሕቲኹም እኮ ከምዚ ዓይነት ናይ ኣድቬንቸር ፊልም ከምትፈትዉ ትነግሩኒ ኢኹም። እምበኣርከስ ኣነ ከምጻልኩም ከለኹ እውን ላይክ ብምግባር ቪድዮታተይ ናብ ብዙሕ ሰብ ከም ዝወጽእ ግበርዎ እንዳበልኩ ኣብ ቀጻሊ ብኻልእ ፊልም ክሳዕ ንራኸብ ሰሰናዩ።